ሰላም ንዓኹም ተኸታተልቲ ናይዚ መደብ ከመይ ትኾኑ ከመይ ኣለኹም እምሳኹም ዘለኹ ከምቲ ልሙድ ሓውኹም ገሬ ካብ ከተማ ፍላደልፊያ ኩሉ ግዜ ኣብዚ ዘቕርበልኩም እንድሕር ኣሊኻ ኣብ ስራሓት ገዛና እዩ ስራሓት ገዛና ክንብል ከለና ናይ ሎሚ ሒዘልኩም ዘለኹ ብዝተፈላለየ መልክዕ ኣብ ዝተፈላለየ ቦታ ዝተሰርሐ ክሽነ እዩ ማለት እዩ ክሽነ ሪሞድሊን ሪሞድል ክንገብር ከለና ኣብ ዘለና ቦታ ሓደ ቦታ ክንሱ ግን ሳን እቲ ሳይዝ ወይ ከዓ እቲ ናቱ ዶኮሬት ምግባሩ ኣቀማምጣ ኣሰራርሓን ይፈላለ ይኸውን እዚ ትሪእዎ ዘለኹም ካፍቲ ገለ ዝሰራሕክዎ ስራሓት እዩ ንሱ ድማ ዳይኒን ሩምን እቲ ክሽነን ሕቆ ንሕቆ ነይሩ ኣብ መንጎ ዝነበረ መንደቕ ተኣሊ ድማ እሱ ምስ ተኣለ እቲ ገዛ ክሳብ ክንደይ ገፊሕ ኮይኑን እቲ ክሽነ እውን ክሳብ ክንደይ ብርሃን ዘለዎ ክሽነ እኹል ክሽነ ኮይኑን ይቕየር ማለት እዩ ስለዚ ሓንሳብ ሓንሳብ ዘድልየና ሓሳባት ምስ ዝህሉ እቲ ቦታ ምቕያር ዘይኮነሲ ኣብ ዘለዎ ቦታ ክንሱ ግን ሓሳባት ወሲኽና ግን ነቲ ገዛ ከመይ ክነግፍሖ ከም ንኽእል ንምርኣይ እዩ ማለት እዩ እዚ ትሪእዎ ዘለኹም እምበኣር እቲ ሕጂ ካብነት ዘለዎ ቅድሚ ሕጂ ነፃ ቦታ ነይሩ እቲ ኣይላንድ ዘለዎ ድማ እቲ መን ናይ ቀደም ዝነበረ ወይ ከኣ ናይ ቀደም ካብነት ኣብኡ ነይሩ ሕቁኡ ድማ ነቲ ዳይኒን ሩም ሂብዎ ነይሩ ማለት እዩ ስለዚ እቲ ገዛ ገፊሕ ክንሱ ጸቢብ ይመስል ነይሩ ፕላስ እቲ እኹል ብርሃን ዘይምርካቡ እውን ነቲ ክሽነ ጸልማት ገይርዎ ነይሩ ማለት እዩ እሱ ምስ ተኣልየ እቲ መንደቕ ከምዚ ትሪእዎ ዘለኹም ተወሳኺ ብርሃን ተወሲኽዎ ከምኡ ድማ መመልክዒ ላይት እቲ ላይት ከኣ ምስ ዝተፈላለየ ምስ ናይ ሙዚቃ ይኹን ወይ እውን ብዝደለናዮ ከለር ክንቅይሮ እንኽእል ዓይነት መብራህቲ እዩ ኣብኡ ኣብቲ ናይ ክራውን ሞልዲን ክራውን ሞልዲን ማለት ከዓ ናይ ክሽነ ነቲ ካብነትና ክሳብ ክንደይ መልክዑ ይቕይሮ ማለት እዩ እንድሕር ድምዱም ኮይኑ እቲ ናቱ ዲዛይን ወይ ቅርፂ ናቱ ክረኣየና ስለ ዘይክእል ዋላ እቲ ካብነትና ፅቡቕ እናሃለዎ ከሎ ግን እቲ መልክዑ ይሸርፍ ማለት እዩ ከምዚ ቀርኒ ዘይብሉ ዶ ንበሎ ቀርኒ ዘይብሉ ብዕራ ይኸውን ዶምባ ይኸውን ማለት እዩ ሶ እዚ ትሪእዎ ዘለኹም እምበኣር እቲ ክራውን ሞልዲን ምስ ተጠቐምኩ ብድሕሪኡ ላይት ገይረሉ እቲ ላይት ድማ ብዝተፈላለየ መንገዲ ኣብ ቴሌፎንና ይኹን ወይ ከዓ ናቱ ሪሞት ኣለዎ ሴት ኣፕ ክንገብሮ ንኽእል መዓስ ክውላዕ ከም ዘለዎን መዓስ ክጠፍእ ከም ዘለዎን ኣሬንጅ ጌርና ምስ ቴሌፎንና ክንውልዖን ክነጥፍኦን ንኽእል ኣብ ደገ ንወፀሉ ይኹን ደገ ወፂና ምስ እንህልውን ብርሃን ክንውልዕ ምስ እንደሊ ብቴለፎንና ክንውልዖ ንኽእል እዩ እዚ እውን ሓደ ዓይነት ከምኡ ሕቑኡ ሂብዎ ዝነበረ እዩ እቲ ዲዛይን ወይ ከዓ እቲ ዓይነት ናይቲ ካብነት ግን ፍልይ ዝበለ እዩ ማለት እዩ ሰው ልክዕ መጠን ከምቲ ዋግኡ እቲ ዓይነታት ካብነት እንገዝኦ እውን እቲ ፈርኒቸር ከም ዓይነት ዕንጨይቱ ይፈላለ ዋግኡ ኾነ ወይ ከዓ እቲ ብራንድ ሽም ናይቲ ካብነት እንገዝኦ እውን ይፈላለ እዩ እቲ ቀንዲ ግን ክንደይ ብክንደይ ንገዝኦ ዘይኮነ ከመይ ጌርና እቲ ዘለና በቲ ዘለና ዶክሬትድ ዝኾነ ምልኩዕ ጌርና ንሰርሖ ግን ኣገዳሲ ይኸውን ማለት እዩ ሶ እዚ ከኣ ካልእ ዓይነት ከምኡ ሕቑ ሂብዎ ዝነበረ ዓይነት ክሽነ እዩ እንታይ ገረ ነቲ መንደቕ ዝነበረ ፍርቁ ቆሪጽና ፍርቁ ከምዚ ናይ ብሬክፋስት ቴብል ክጥቀምሉ ከም ዝኽእሉ ወይ ከዓ ከም ኣይላንድ ማለት እዩ ግን ከም ቴብል ተጠቒምካ ፍርቁ ተቖሪፁ ነቲ ክሽነ ብርሃን ብምሃብ ልክዕ እዚ እውን ከምዚ ትሪእዎ ዘለኹም እቲ ኣንጻር ናይ ቀደም ስራሓት ዝነበረ ኣንጻር ነቲ ዳይኒን ሩም ሕቑኡ ሂብዎ እዩ ዝስራሕ ነይሩ እቲ ካብነት ዘለዎ ከዓ ነፃ ይገድፍዎ ነይሮም ኣይርዳእንን ስለምንታይ ከምኡ ገድፍዎ ነይሮም ግን እቲ ምልክዑ ክኸውን ዝኽእል ወይ ከዓ እኹል ነቲ ክሽነ ብርሃን ክህቦ ዝኽእል ግን ከምዚ ምስ ዝኸውን እዩ ማለት እዩ እዚ ፍርቂ ተቖሪፁ ንሪኦ ዘለና ናይቲ ዳይኒን ሩም ዝነበረ መንደቕ እዩ ማለት እዩ ሶ እቲ ካብነት ኣብኡ ነይሩ ናይ ቀደም ንዕኡ ምስ ኣለኽዎ ግን ፍርቁ ቆሪፀ ፍርቁ ድማ ከም ጣውላ ፍርቁ ድማ ከም ካብነት ተወሳኺ ካብነት ተጠቒምናሉ ማለት እዩ ስለዚ ሓደ ቦታ ክንሱ ክሳብ ክንደይ ምልኩዕን ወይ ከዓ ብርሃን ዘለዎ ቦታን ክኸውን ከም ዝኸኣለ ረእይዎ ክንደይ ካብነት እውን ሒዝልና ኣሎ ምናልባት ናይ ቀደም ዝነበረ በቲ ካስተም ወይ ከዓ ብናቱ ሳይዝ ሰሪሖም ሓደ ዓይነት ካቢነት እዩ ዝመፅ ነይሩ ሕጂ ግን ፍልይ ብዝበለ ዝተፈላለየ ሳይዝ ዘለዎ ካቢነት መልክዑ ወይ ከዓ ናቱ ፍሬም ዲዛይን ዝተፈላለየ ዝስራሓሉ ዘሎ ግዜ እዩ ማለት እዩ ስለዚ ናይ ክቡር ምግዛእን ናይ ሕሱር ምግዛእን ዘይኮነ እቲ ዘለና ቦታ ከመይ ገርና በቲ ዘለና ንሕና ዝደለናዮ ጌርና ዶክሬት ንገብሮ ማለት እዩ ስለዚ ሓደ ቦታ ክንሱ ክሳብ ክንደይ ምልክዕ ኮይኑ ረእይዎ እዚኣ እውን ፅበት ወይ ከዓ ሳይዝ ናይ ቦታ ደይ ትሓትት ኣብ ቤዝመንት ናይ ካር ጋራጅ ወይ ከዓ ናይ ጋራጅ ሜክ ቦታ ዝነበረ ዝተሰርሐት ክሽነ እያ ንእሽተይ ትመስል ግን እኽልቲ እያ ናታ ስቶቭ ኣለዋ ናታ ሲንክ ኣለዋ ናታ ስቶረጅ ኣለዋ ናታ ኤላንድ ኣለዋ እቲ ዝተረፈ ቦታ ከዓ ከምዚ ትሪእዎ ዘለኹም ናይ ሳሎን ቦታ ኮይኑ ኣሎ ማለት እዩ ስለዚ እዚ እውን ኣብ ቤዝመንት ወይ ከዓ ኣብ ናይ መኪና ጋራጅ ዝተሰርሐ ቦታ እዩ ክሳብ ክንደይ ምልክዕትን ፅብቕትን ርእሳ ዝኸኣለት ክሽነ ኮይና ኣላ ማለት እዩ ከምዚ ትሪእዎ ዘለኹም ስለዚ ሓሳባትና ኣዝዩ ኣገዳሲ እዩ ኣብ ዝኾነ ቦታ እቲ ንደልዮ ነገራት ክንገብሮን ክንቅይሮን ከም ንኽእል ማለት እዩ ሶ ሳምታይምስ ኦ እዚ ኣረጊት እዩ እዚ ደኣ ከም ዝኸውን ኣይክእልን ኢልና ብሰንኪ ናይ ክሽነና ወይ ናይ ባዝሩምና ቦታ ንቕይር ገዛ ንቕይር ንህሉ ክንክእል ኢና ግን እሱ ዘይኮነ እቲ ዘለና ከመይ ጌርና በዓልና በቲ ንደልዮ ዲዛይን ጌርና ክንቅይሮን ክነስርሖን ከም ንኽእል ማለት እዩ ስለዚ ቤዝመንትና እውን ተወሳኺ ምስ እንደሊ ተወሳኺ ክሽነ ይኹን ተወሳኺ ባዝሩም ክንሰርሓሉን ክንውስኸሉን ንኽእል ካልእ ካብኡ ፍልይ ብዝበለ እውን ኣብ እኹል ቦታ ዘለዎ ርእሱ ዝኸኣለ ሩም ዝኸኣለ ዓይነት ክሽነ ነይሩ እዚ በዚ ድረኣኹሞ ዲዛይን ቅድም እቲ ናቱ ፕሪንት ኣውት ጌርና እቲ ዲዛይን ከመይ ከም ዝኸውን ምስቲ ሳይዝ ናይቲ ቦታ ርኢና ዝተሰርሐ ክሽነ እቲ ከርእየኩም ጸናሕኩ ሕቖ ይህብዎ ጸንሐ ንዳይኒን ሩም ክኸውን ከሎ እዚ ድማ ርእሱ ዝኸኣለ ሩም ዘለዎ ናይ ክሽነ ዝነበረ ቦታ ማለት እዩ So room ሓደ ሩም ናይ ክችነ ቦታ ነይሩ ብድሕሪኡ ዘሎ ከኣ ሊቪን ሩምን ዳይኒን ሩምን ከኣ ነይርዎ ማለት እዩ ስለዚ እኹል ቦታ ዘለዎ ካብ ክሽነ ንበይኑ ዝኸውን ግን እቲ ኤል ሳይዝ ናይቲ ክሽነ ዝነበረ መንደቕ ተኣልዩ ክፉት ከም ዝኸውን ተገይሩ ክፉት ኣብ ዝኾነሉ ድማ እኹል ብርሃን ትረክብ ብርሃን ጥራይ ዘይኮነ ከኣ መልክዕ ናይቲ ገዛ እውን ኣብኡ ስለ ዝረኣ ከምኡ ተሰሪሑ ክረኣ ከሎ ነቲ ውህበት ናይቲ ገዛ ንክትሪኦ ኦፐን ይኸውን እሞ ከቢድ ዝነበረ ፍኹስ ዝብለካ ማለት እዩ። ስለዚ ብፍልይ ዝበለ ከምዚ ዓይነት ኣስርሓት በብናቱ ዝሰራሕ ከሎ ኣብዚ ቻነል ብምእታው ክትሪእዎ ትኽእሉ ኢኹም። ዘለኩም ሓሳባት ሪኢቶ ኣብ ቦታ ኮመንት ምጽሓፍ ኣይትረስዑ። ናብ ካልእ ሰባት ንክበጽሕ ሼር ላይክ ፈሎው እቶም ሳብስክራይብ ዘይገበርኩም ዘለኹም ከዓ ሳብስክራይብ ብምግባር ኣብ ቀፃሊ ዝሰርሖ ቪድዮታት ክመፅኹምን ክትርእይዎምን ትኽእሉ ኢኹም ከምኡውን ነዚ ቻነል ንምዕባይ ስለ ዝሕግዝ ሓሳባትኩም ኣብ ቦታ ኮመንት ምፅሓፍ ኣይትረስዑ ከምኡ ኣነ ናይ እግሪ መንገዲ ስራሐይ ኩሉ ግዜ ኣነ ዝሰርሖ ቢፎር ኤንድ ኣፍተር እናገበርኩ ከምዚ ገይረ ከቕርበልኩም እየ ዘለኩም ሓሳባት ርእቶ ድማ ካባኹም ክፅበየ ምናልባት ኣነ ውን ተስፋ ይገብር ካብዚ ዘቅርቦ ዘለኩ ንእሽተይ ሓበሬታ ትረክብዎ ክትህልዉ ይጠቅመኩም ክህሉ ተስፋ ይገብር ከምኡ እቶም እትደልይዎ ዘይሰራሕኩልኩም ዘለኩ ድማ ክሳብ ንዓኩም ዝከውን ወይ ከዓ ንዓኩም ዘዕግብ ክሳብ ዝሰርሓልኩም ኣነ ከምቲ ልሙድ ምስራሓየ ከቋርፅን እየ እስኩም ድማ ምስዓብ ኣይትረስዑ ስለዚ ካልእ እውን ከምኡ ሓሳባት ዘሎ ናይ ስራሓት ኣብዚ ቻነል ብምእታው ክትርእይዎን ክትረኽብዎን ትኽእሉ ኢኹም። ብዛዕባ ናይ ገዛ ምግዛእን ምሻጥን፣ ብዛዕባ ናይ ሞርጌጅ ከመይ ጌርና ክነውጽእ ንኽእል፣ ብዛዕባ ናይ ሕግታት ዝምልከት ኣሎ ኣቲኹም ረኣይዎ ኣብ ቀጻሊ።